ሰላማት ከመይ ትኾኑ? ከመይ ኣለኹም? ከመይ ቀኒኹም?
ደሓን ዲኹም? ሎሚ እውን ከምቲ ልሙድ ኣብዚ ማሕበራዊ ሚድያ ኣዘራረብቲ ዝኾኑ ዛዕባታት ክንርኢ ኢና ስንግልካ ሰብ ሓዳርካ ስማ ዋዋዋዋዋ
እሺ ከምኡ ግን ጆን ዳንኤል ምስ ሰይፈ ፋንታውን ዝገበሮ ፃንሒት እስኪ ኣጋጣሚ ወደ ወደ ተፈጠረበት ጊዜ ልውሰድህ። ወደ መቀሌ ነበር የምትሄዱት? ለምን ነበር የምትሄዱት? እሺ ከምኡ ግን ብዛዕባ ሕንፃፅ ኣብዚ ማሕበራዊ ሚዲያ ኣዘራረብቲ ዝኾኑ ጉዳያት ክንድሪና ንሕና ህዝቢ ትግራይ
ግዜያዊ ፀገም ተፃጊምና
ንሓንፅነት ተረጋግሞ ፀገም ይብሉ ቤተሰብ ያው ኣብ ዘሎ ነገር ንክትገልጾ ብጣዕሚ ከቢድ ብዝበለጸ ግን ብቪድዮም ስለ ንርእየኩም ምሳና ጽንሑ። ሰላም ሰላም፣ ልማንቲ ብጣዕሚ ተሰሚዕኒ እየ ቪድዮ እዚ ክሰርሕ ተገዲደና ቅድም ክብል ተኸወን ኣዶና እዮ ተኽኢልኩም ኣትኹም ረእዎ።
እሺ እዚኦምን ካልኦቶምን ክንሪና ሰናይ ምክትታል። እሺ እሺ እሺ ሰላም ሰላም ክቡራት ተኸታተልትና እንኳዕ ብድሓን መጽኹም ነዚ ፍቕሪ ዝኾነ ቻናል እስቲ ቅድሚ ቪድዮ ምጅማርና ነዛ ቻናልና ሓደሽቲ ዝኾንኩም ሰባት ሳብስክራይብ ሸር ላይክ ብምግባር ድጋፍኩም ኣይፈለየና ሌትስ ጎ ኣይተዝሐላ ሃባ ነዳዲ ሸር በሎ
ስማል ዕምበባ

ምስ ኣጓላት ብዝኒወን ጽልኢት ግን ከመይ ምዃኑ ተረድዎ ቤተሰብ ምዘን ወጣ ወጣ ዘላ እዩ ስለዚ ጽቡቅ ኣለኽን ኣስቲ በቲ ዘለኽኖ ኣቋም ጽንዓ ምሳኻ ቀሊል እዩ ምሳኻ ቀሊል ሓሪፍ ፎቶ ምሳል ቀሊል እዩ ቀሊል
ምሳኻ ቀሊል እዩ ከዚ ለጓላት ደሞ ልዘን ፎቶ ምሳል ልኸብደን ሓሪፍ ፎቶ ደሞ ተሪለይ
ኩርስ ምሳል ዝግጀር

ኣማጪሞ ታውቂያለሽ ኣላ።
ቆንጆ ኢኺ ባይዘወይ እስቲ ቤተሰብ ነዚኣ ካብ ዓሰርተ ይውሕዳ ይኸውን እዩና እስቲ ካብ ሚእቲ ሬት ገሩዋ ደቀኖ እና ንቐጽል ንሕና ህዝቢ ትግራይ
ግዝያዊ ፀገም ተፃጊምና ግዝያዊ ፀገም ተቸጊርና ዲያስፖራን

ብጥሜት እዩ ባይዘወይ እም ቤተሰብ ብጥሜት እያ ከምዚ ኢላ ንቐጽል ንሕንጽነትን ተረጋግእ እሞ ጽገብ ቤተሰብ ያው ኣብ ዘሎ ነገር ንክትገልጾ ብጣዕሚ ከቢድ ብዝበለጸ ግን ብቪድዮም ስለ ነርእየኩም ምሳና ጽንሑ
ኣበይና ኒና
ሕጻጽ

ኮይኑ ግን እኹል ኣይኮነን ብጣዕሚ ብጣዕሚ ብጣዕሚ ብዙሕ ሰብ እዩ ዘቕርየናና ዘይሓገዝኩም ሰባት በዚ ኣጋጣሚ ንክትሕግዙ ደጊመ ፃውዒተ የቕርበ ኣለኹ ዝኸእልኩሞ ዝዓቕምኹም ብእውነት ብእውነት ብጣዕሚ ብዙሕ ሰብ እዩ ዘለናና ብዝኸእልኩሞ ክትሕግዙ በዚ ኣጋጣሚ ደጊመ ፃውዒተ የቕርበ ኣለኹ እና ንቐፅል እስቲ እዛ ቪድዮ እዚኣ ዝተርኢና ንመለስ።
ታም ወዲ እዚኦም በስመ ኣብ ዋዕ ጉድ እዩ። ከምዚ ትገብሩ ሰፈራት ማለት እዩ ብጣዕሚ ኢኹም ተሕዝኑ ማለት እዩ እዚኦም ምስ ክንዲ ገለ ዝኾኑ ኣወዳት ማለት እዩ። ቲሸርት ናይ ገብርኤል ጌሮምስ ዓውዓውዓው ገለ ሀዚ ገለ ታሪኽ ዝሰርሖ ገለ ዓለም ዝተቆጻጸራ ገለ መስልዎ ኣናሳ ችዱ ኺዱባ መጀመርያ ምንታይ ዓውዓው ዝኣክሎ ዘለካ መሲልካስ ትዓውዓው ምባል እኮ ኖርማሊ ላይፍ እዩ ግንስ ቲሸርት ናይ ገብርኤል ጌርካሲ ከምኡ ይብሃል ንውዓል ደነዝ ደነዛት
ብጣዕሚ ማርያምን ድሞካሲ ካብ መቀለ ካብ ዓብይ ከተማ ኣይኮነን ድዩ ቤተሰብ ዋእ ታይ ኣምፆ።

ኣነሲ ትግራዊት ልፈልጥ ጓል ዓበይቲ ላዛኣ ጥዑም ትናገሮ ትፈልጥ ካብ ኣፋ ለወፁ ቃላት ትቆፃፀር እዩ እና ቆልዓ ከይንደካ ዓባይክና ሕርፍና ከይመስለኪ ሓደሓደ ግዜ ንናገር ከለና ካብ ሰባትና ተፈሊና ንረአ ከለና ምናም ዝኾነ ኣብ ካሊእ ዓለም ለኣተና ንመስልና ዝኾነ ናጋ ቆልዑ ትወልዲ ኢኺ ደቅኺ ናትኺ ቪድዮ ሪኦም ዝሓፍሩሉ ነገር ንምንታይ ተቐምጢ ምናልባት ለ ኣካውንት ክሱ ጥቀምሉ ተዓብሉ ምናምን ደሊ ክኾን ይኽእል እና መውደቂ ክንበይ ምንም ክሳብ ምንም ትበፅሕሉ ዓይነት ነገር ኣይኾነ እዩ ብከምዚ ዓይነት ኣመፃፃ መፂኻ እንደገናስ ምንም ያን ያክል ዝፀንሕ ነገራት ኣይኾነ እዩ ካብኣ ንላዕሊ ግን ብጣዕሚ ተሕዝኑ እሺ ሓደ ግዜ ኮይንናታ እና ሳላሳይ ምናምን ሽሕ ለኣክል ሰባት ከመይ ኢልኩም ትኽተልዋ ማለት ትምሃሩላ ዲኹም ኮንኩም ንስኹም እስኹም ላይክ ትገብሩላ ከለኹም እስኹም ፎሎ ትገብሩላ ከለኹም እያ እዛ ሰብ እዚኣ ድድብና ብጣዕሚ ተውጽኦ ኣላ እና ተኺእልኩም ፎሎ ኣይትገብሩ ከምዚ ዓይነት ሰብ መምህር ንሰርሕ ክሰርሕ ልኽእል ሰብ ኣበርታትዑ በርግጽ ናብ ሚድያ ልወጽእ ሰብ ኩሉ ሰብ ሓደ ኣይኾነ ኢለ ማንነቱ ለሪኦ ምናምን ትክክለኛ ማንነቱ ኮይኑ ኣይኮነ ብቻ ኣነ ታይ ክብለኪ ደልየ ሓደ ሓደ ግዜ ኣሕና ብነውጽኦም ቃላት ኣሕና ብንሰርሖም ስራሕቲ ወለድና እዮም ልውቀሱ ምናልባት ለለለ እስኺ ትነብርሉ ቤተሰብ ለይክህልየኪ ይኽእል እዩ በርግጽ ጓል ሰብ ኢኺ እና እሶም ምጽራፎም ምናምን ኣይቀሪ ግን ትነብርሎም ሰባት ዋላ ተሊሃልዩኺ ንቀፃን ንመፅእ ሂወትኺ ዝኾን ለይወፅእ ጣዕሳ ኣላሰራሕኺ ኣይትኽድና ተተሓድግዮ ብኻሊእ ኮንተንት ተትመፂ ሰብ ፍቅሪ ብልህ ረኪና ንሰብ ተምህርሉ ነገራት ተትኾን ሓሪፍ
ብጣዕሚ ባይዞይ እታ ሓፍትና ዘለቶ ሓሳብ ብጣዕሚ ተስማዕሚኒ ሓደ ሓደ ዲኹም ሰባት ንከምዚ ዓይነት ደደብ ሰበስ ንምንታይ እዮም ፈለው ትገብሩ ክንደይ ቁምነገር ዘምህር ክንደይ ትምህርቲ ዘጨበጥ ሰብ እንዳሃለወሲ ዘይረብሕ ሰበስ ንምንታይ ኢኹም ፈሎ ትገሩ ንምንታይ ኢኹም ላይክ ትገሩ ንምንታይ ኢኹም ሸር ትገሩ ኣነ እኮ ናትኩም እዩ ዘግርመለይ ካብቲ ናታ ያ ቤተሰብ ብጣዕሚ ናትኩም እዩ ዘሕዝን ንሳ ችግር የብሉ ግደፍዋ እስኹም እዮም ትሕዙ ትሕዝኑ ብጣዕሚ ማለት እዩ ንዓኣ ተባራትዑ ንዓኣ ፈለጥ ትገሩ ንዓኣ ላይክ ትገሩ ንዓኣ ሸር ትገሩ ክንደይ ፅቡቅ ዝሰርሕ ሰብ እኒ ክንደይ ንዓኹም ከምህረኩም ዝግባእ ሰብ እንዳሃለወ ንዕኡ ላይክ ፎሎ ምግባር ገሪፍኩም ዘይጠቕመኩም ፎሎ እንዳገበርኩም ይትውዓሉ እና ዝጠቕመና ነገር ቤተሰብ ዘይጠቅም ሰብ ኣይጠቅምን ኣይኮነ እንዲ ቤተሰብ እዩ
ሰላም ሰላም ሎማንቲ ብጣዕሚ ተሰሚዕኒ እየ እዚ ቪድዮ እዚ ክሰርሕ ተገዲደና ቅድም ክብል እተኸወን ኣዶ እነዮ ተኺኢልኹም ኣቲኹም ርእይዎ ብጣዕሚ ከቢድ ኩነታት እየን እነዮ እዘን ወላዲትና ማንም የብለን እዚ ዝነበረን በዓል ገዝአን ሞይቱ እውን በሪ ዓፃ እኳ ለይብለን ምግቢ ለቕረበለን ለይብለን ባዕለን ዓይነ ስወር ኮይነን ሽዱሽተ ደቀን ስኢነን እየን እና ኣንሕና ሽዱሽተ ደቂ ደቂ ሰባት ኩሉ ሻዕ ሰብ ምስ ሞተ ኢና ነኽብሮ ብጥሜት ብጥሜት ይሞት እሞ እዚ ሰብ ኣብ ተዝካር ግን ኣብዑር እዮም ልሕረዱ ኣብ ተዝካር ግን ካብ ገዛ ሕድሕድ እንጀራ ይልዋጻ ሰብ ግን ብጥሜት ይሞቱ ቐድሚ ምሟቱ ንገብሮ ናክኣልና ምስ ሞተ እንድሕር እናቁረ ተኮይና ኣምንታይ እዩ እሞ ኣዚ ናይ ምንባርና ትርጉም እና ተኪኢልኩም ደቂ ቁሮ ኣብ ውቅሮ እየን ድግምያ እዛ ንወላዲትና ቃላት የለን እየ መጺኣ ኣነ በቃ ንገብረልክን እና ኣደይ ይጨናነቃ ኢለ እየ መጺ ተኺኢሉ ኣብ ጎኒ ንኹን የክል ደሊ ንቲ ከኣና ዓሰርተ ትኹን ሓምሳ ትኹን ሚእቲ ትኹን ሰን ተኣኪበን እየን ናይ ሰብ ሂወት ክሰርዓ ልኽእላና ቤዛኻትኩም ሕዝለ ያው ዘን ኣዶ ብሂወት ናለያ ልኽኣልና እዮን ሓግዘን የክል ደሊ ብምቕጻል ኣቦ ዘርኣይ ደሞ ናይ ዓድግራት ዓድግራት ልነብሩ እዮም እስካብ ሕዚ ለይተከፈለ ሸውዓተ ሽሕ ሽዱሽተ ሚእቲ ኣካባቢ ለይተከፈለ ያው ቴክስት ተላኢክኒ ምስ ኣካውንቱ ካበይ ከምፅእ ማለት ኣነ ኣብ ገጠር ክልተ ሰሙን ገዛ እንዳስራሕና ናሃድና ኢና ከድና ሃኪምናዮም እና ምስታ ስለ ተደራሪቡና እቃ ኣብ ከቢድ ጭንቀት ኢና እኒኤና ንሕና ዓልና እና ደቂ ዓድግራት ለና ኣቦ ዘርኣይ ብምልእኩም ተጋሩለ ኣብ ጎና ለለው ኣብ ጎንኹም ኣብ ደቂ መንደርኩም ይኹኑ ብጣዕሚ ተቸገሩ ሰባት ኣብ ጎኖም እንተለይ ኮይና መን ይማ ክኾነሉ እና ኩለና ንተሓጋገዝ እሞ ናይ ዝተጸገመ ሕብረተሰብና ናይዞም ዝተጸገሙ ስድራ ስውኣት ናይ ዝተጸገመ ጽርግያ ልድቅስ ዘሎ ህዝቢ ካብ ጥሜት ነድሕኖ እየ ክል ደሊ ይፍትን ኣለኹ። ትክክል እዚ ካብራ ናበይተሰ ናብቲ ናይ መወዳእታ መደበይ ክወስደኩም ምስ እውን ጆን ዳንኤል ምስ ሰይፈ ፋንታውን ዝገብሮ ጻኒሕቲ እኒኤ እስቲ ተኸታቲልና ንመ እስኪ አጋጣሚ ወደ ወደ ተፈጠረበት ጊዜ ልውሰድህ። ወደ መቀሌ ነበር የምትሄዱት? አይ ነው አዎ፣ ለምን ነበር የምትሄዱት?
አሸንዳ በዓል ነበረ መቀሌ ላይ ኮንሰርት ነበረኝ እኔ እም፣ ወደዛ ነበር ለዛ ነበር የምንሄደው

ብጣዕሚ ጎበዝ ብጣዕሚ ብጣዕሚ ብእውነት ብእውነት ሓደ ሓደ ሰብ ይጥፈ እዩ ንጥፋቱ ኣምዩ ንይቅርታ ትጥየቕ ሰብ ድማ ይቅርታ ማለት ልዕልና እዩ ዘርእካና ስለዚ ህዝቢ ኢትዮጵያ ይቅርቱ ተቐበልዎ ክብለኩም ይፈቱ እዚ ለቤተሰብ ናይ ሎሚ መደብና እዚኦም መስሉ ነይሮም ብካሊእ ቪድዮ እስካዕ ንራኸብ በብዘለኹም ይመቸኹም